ሰላም ከመይ ኣለኹም ኩሉኹም ተኸታተልቲ ናይ እዚ ቻነል እዚ ምሳኹም ዘለኹ ኣቤል እየ ሎማዓንቲ ከዓ ንኹልና ከነቓሓናን ከዕብየና ንኽእል እዩ ዝበልኩ ኣርእስቲ ሒዘልኩም መፅ ኣለኹም ናይ ሎማዓንቲ ኣርእስትና ብዛዕባ ከመይ ጌርና ኣታዊታትና ከነዕቢ ንኽእል ዝብል ይኸውን ቅድሚ ናብቲ ርእስቲ ምኻደይ ግን ምናልባት ንመጀመርያ ግዜ ናብ እዚ ቻነል ትመፁ ዘለኹም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ፀቕጦ ምእንቲ ሓደሽቲ ቪድዮታት ከወርድ ከለኹ ክመፀኩም ናብታ ቪድዮና ንኸ ብዙሓት ሰባት ብዝተፈላለየ ግዜ ህይወቶም ክልወጥ ከም ዘለዎ ክሓስቡ ከለዉ ኣከባቢኦም ክልወጥ ከም ዘለዎ እዮም ዝኣምኑ እቲ ትኽክል ነገር ግን እሱ ይኮነን ብዙሓት ሰባት ብዛዕባ ሂወት ምልዋጥ ክትሓቶም ከለኻ ኣስራሒና ምስ ተለወጠ ናይ ስራሕ ፖሊሲ ምስ ተለወጠ ደሞዝ ምስ ተወሰኸ ፖለቲካ ምስ ተቐየረ ናይዚ ዓዲ መንግስቲ ብዙሕ ነገር እቲ ዓዲ ምስ ተቐየረ ብዙሕ ምክንያታት እዮም ዘምፁልካ እቲ ትኽክል ነገር ግን እሱ ይኮነን ሂወትና ክልወጥ ክንልወጥ ደለና ንሕና ኢና ኣተሓሳስባና እዩ ክልወጥ ደሎ ኣመለኻኽታና እዩ ክልወጥ ደሎ ክንጥምት ከለና እንታይ ኢና ንርኢ ሽግር ዋላስ ዕድል ኢና ንርኢ እቲ ኣመለኻኽታ ናህና እዩ ክልወጥ ደሎ ብኸምኡ ከዓ ኢና ህይወትና ንልውጥ ወይ ከዓ ብኸምኡ እዩ ህይወትና ዝልወጥ ስለዚ ከምኡ ክኸውን ድሕር ኮይኑ ከዓ ኣብ ኣእምሮና ክንሰርሕ ኣለና ኣብ ነብስና ክንሰርሕ ኣለና ካብ ውሽጢ ንደገ ክንነብር ክንጅምር ኣለና እቲ ከባቢና ንዓና ክፀልወና ክኽእል የብሉን ንዕኡ ክንልውጥ ክንክእል ዳ ኣለና እምበር እሱ ንዓና ክልውጠና ክንፈቕደሉ የብልና ብኸምኡ ከዓ እዩ እቲ ኣታዊታትና ክዓቢ ወይ ከዓ ንላዕሊ ክኸይድ ዝኽእል ብዙሓት ሰባት ኣብ ዝተፈላለየ ትካላት ክሰርሑ ከለዉ ንሰዓት ክንድዚ ንኽፈል ይብሉ ብኸምኡ ከዓ በቲ ዝብልዎ ዘረባ ፅልዋ ሓዲርዎም ከዓ ብሰዓት ዝኽፈሉ ይመስሎም እቲ ትኽክል ግን ከምኡ ይኮነን ምክንያቱ ብሰዓት ሰባት ብሰዓት ዝኽፈሉ ነይሮም ተዝኾኑ ኣብ ገዝኦም ኮፍ ኢሎም በቲ ዘሕለፍዎ ሰዓታት ምተኸፈሉ ነይሮም እንታይ ደኣ እንድሕር ኢልና ግን በቲ ኣብቲ ትካል ዝህብዎ ቫልዩ እዮም ዝኽፈሉ በቲ ኣብቲ ትካል ዘበርክትዎ ቫልዩታት እዮም ዝኽፈሉ ግን ሰዓት ከም መለክዒ እዩ ኣብቲ ትካል ብዝህብዎ ቫልዩ ንክንደይ ሰዓታት እቲ ቫልዩ ሂቦም ከም መለክዒ ተራእዩ እዮም ዝኽፈልሉ ዳስዋይ ግን እቶም ሰባት ብሰዓት ንኽፈል ኣለና ኢሎም ስለ ዝሓስቡ ተወሳኺ ኣታዊታት ክገብሩ ከም ዘለዎም ክሓስቡ ከለዉ ተወሳኺ ሰዓታት ክሰርሑ ከም ዘለዎም እዮም ዝኣምኑ ወይ ከዓ ኮሚ ኣብ ኣእምሮም ቀልጢፉ ዝመፀሎም ግን ትኽክል ነገር ከምኡ ኣይኮነን እዚ ንብዙሓት ሰባት ኣታሊል እዩ ወይ ንብዙሓት ሰባት ሃሲ እዩ ኩልና ኣብ መዓልቲ 24 ሰዓታት እዩ ዘለና ካብዛ 24 ሰዓት ዋላ ሓንቲ ዳኢ እውን ክንውስኽ ኣይንኽእል ኢና ዋላ ሓንቲ ዳኢ እውን ክንመጣ ኣይንኽእል ኢና ግን ብዙሓት ሰባት ነዛ 24 ሰዓት ተጠቂሞም ሂወቶም ለዊጦም ብዙሕ ኣታዊ ክገብሩ ክኢሎም እዮም ገለገለ ሰባት ከዓ ኣብ ውሽጢ እዛ 24 ሰዓት እንዳሃለዉ ግን ሂወቶም ክልውጡ እውን ስኢኖም ኣለዉ እቲ ፍልልይ እንታይ እዩ? ብኸመይ እዮም እቲኦም ኣብ 24 ሰዓት እንዳነበሩ ከለዉ እቲ ኣታዊታቶም ግን ብጣዕሚ ዓብ ዝኸውን እቶም ካልኦት ግን ንምንታይ እዮም ትሑት ዝኸውን ኣታዊታቶም? እቲ ፍልልይ እቲ ቫሊ እዩ። እቲኦም ኣብ ነብሶም ብዙሕ ሰሪሖም እዮም። እቲ ዝህብዎ ቫሊ ኣብቲ ማርኬት ዝህብዎ ቫሊ ኣዝዩ ዝለዓለ ስለ ዝኾነ እዚ ሕጂ ዝዛረቦ ዘለኹ ንናይ ንቢዝነስ ኦነርስ ወይ ከዓ ንሰብ ትካል ጥራይ ዝምልከት ኣይኮነን። ንዝኾነ ሰብ ዝምልከት እዩ። ኣብ ዝተፈላለየ ትካላት ተቖፂሮም ዝሰርሑ ሰባት ዝምልከት እዩ። ሓደ ሓንቲ ሓፃር ታሪክ ክነግረኩም ኣብ ኣባይ ዘጋጠመትኒ ሓደ ግዜ ንሓደ ዝፈልጦ ሰብ የዛርቦ ነይረ ብዛዕባ ስራሕ ስራሕ ከመይ ኣሎ ፅቡቅ ኣሎ እንኮ ክንደይ ከፍሉካ ምስ በልክዎ 15 ሰዓት ይኸፍሉኒ ኢልኒ ዋይ 15 ሰዓት ይኸፍሉካ ኣሎ ምስ በልክዎ እቶም ትካል ከምኡ እዮም ዝኸፍሉ ካብኡ ላዕሉ ኣይከፍሉን እዮም ኢልኒ ኖ ካብኡ ላዕልስ ይኸፍሉ እዮም ምስ በልኮ ኖኖኖኖ ካብኡ ንላዕሊስ ኣይከፍሉን እዮም ኣነ እንዴ ዝፈልጦ ኣነ እንዴ ትካል ዘሎ ካብኡ ንላዕሊ ይከፍሉን እዮም ኢልኒ ግን ኣብቲ ትካል እቲ ሚእቲ ንሰዓት ዝኽፈል ሰብ ነይሩ እዩ ሚእትን ሓምሳ ንሰዓት ዝኽፈል ሰብ ኣሎ እዩ ክሳብ ሓሙሽተ ሚእቲ ንሰዓት ኣብ ትካል ዝኽፈል ኣሎ እዩ ስለዚ እቲ ትካል ንዕኡ እዮም ደኣ ዘይከፍልዎ ዘለዉ እምበር ነቲ ካልእ ሰብ ይኸፍሉ ኣለዉ እዮም እቲ ገንዘብ የውፅዎ ኣለዉ እዮም ስለዚ እንታይ ክገብር ዘለዎ እዚ ሰብ እዚ ዓሰርተ ሓሙሽተ ሰዓት ጥራይ እዮም ዝኸፍሉ ኢሉ ይኮነን ኮፍ ክብል ዘለዎ ወይ ከዓ ሰዓታት ኣይኮነን ክውስኽ ዘለዎ ከመይ ገይረ ኣብ ሰዓት ሓምሳ ክኽፈል ኣለኒ ከመይ ገይረ ኣብ ሰዓት ሚእቲ ክኽፈል ኣለኒ ኢሉ ክሓስብ ዘለዎ ከምኡ ንክገብር ከዓ ኣብ ነብሱ እዩ ክሰርሕ ዘለዎ ኣብቲ ትካል ዝህቦ ቫልዩ እዩ ከዕቢ ዘለዎ ንኣብነት ሓደ ናይ ፅሬት ሰራሕተኛን ሓደ ናይ ትካል ማናጀርን ክልቲኦም ሓደ ክኾኑ ይክእሉን እዮም ክፍሊቶም ሓደ ነቲ ትካል ብማርኬት ብዙሕ ኣታዊ ከምፃሉ ዝኽእልን ሓደ ብትካል ነቲ ትካል ብማኔጅመንት ብዙሕ ገንዘብ ክቁጥበሉ ዝኽእልን ምስቲ ናይ ፅሬት ሓደ ክክፈሉ ይክእሉን እዮም ምክንያቱ እቲ ብቀሊል ክትካእ ዝኽእል ነገር እዩ እቲ ግን ብቀሊል ክትክእዎ ዘይክእሉ ነገር እዩ ተተክእዎ እውን ብብዙሕ ገንዘብ ዝሓቶም ነገር ስለ ዝኾነ ምክንያቱ ከዓ እቲ ቫልዩ ዝለዓለ ስለ ዝኾነ ስለዚ እንታይ ኢና ክንገብር ዘለና ኣታዊናትና ቫልዩና ኢና ከነዕቢ ዘለና ናይ ዓመት ኣታዊታተይ ናይ ወርሒ ናይ ወርሒ ክገብሮ ክእል ኢልኩም ሓሲብኩም ትፈልጡ ዶ ምናልባት ብዙሓት ሰባት ዝሓቱ እዚኣ ክሓቶም ከለኹ ዘይከውን እዩ ዝመስሎም ግን ክኸውን ዝኽእል ነገር እዩ ናይ ዓመት ኣታዊኻ ናይ ወርሒ ክትገብሮ ትኽእል ኢኻ ብዙሕ ሰብ ገይርዎ እዩ ኣነ ንባዕለይ ዝገበርክዎ ነገር ስለ ዝኾነ እዩ ዝዛረብ ዘለኹ እዚ ንክንገብር ግን ኣብቲ ከባቢና ኣይኮናን ክንሰርሕ ዘለና ወይ ሰዓታት ኣይኮናን ክንውስኽ ዘለና ኣብ ነብስና ኢና ክንሰርሕ ክንሰርሕ ዘለና እቲ ቫልዩ ናህና ኢና ሓፍ ከነብሎ ዘለና ኣብ ዝተፈላለዩ ፅፍሒ ክንሰርሕ ንኽእል ኢና ግን ቫልዩ ናህና ኢና ሓፍ ከነብሎ ዘለና ገለ ገለ ሰባት ኣብዚ ትካል ሓሙሽተ ዓመት ሰሪሕና፣ ዓሰርተ ዓመት ሰሪሕና፣ ዓሰርተ ሓሙሽተ ዓመት ሰሪሕና ይብሉኻ። ክትሓቶም ከለኻ ግን ልክዕ ናይ ዓሰርተ ሓሙሽተ ዓመት ልምዲ ከም ዘለዎ እዮም ዝዛረቡ። ግን ትኽክል ከምኡ ኣይኮነን። ሓንቲ ዓመት ዓሰርተ ሓሙሽተ ግዜ እዮም ደጋጊሞማ። እቲ ልምዶም ናይ ሓንቲ ዓመት እምበር ናይ ዓሰርተ ሓሙሽተ ዓመት ልምዲ ይኮነን ዘለዎም። ምክንያቱ ኣይቀየርዎን፣ ወላ ሓንቲ ለውጢ ኣይገበሩሉን ኣብቲ ነገር። ሓንቲ ሳብ እታ ስራሕ ለሚዶማ ሓንቲ ዓመት በታ መገዲ እቲኣ ሰሪሖም ነታ ዓመት እቲኣ ከዓ እንዳደጋገምዋ ከይዶም ዛስዋይ ከዓ ተኣታዊታቶም ዘይዓቢ ግን ነቲ ነገራት ክቕይርዎ ተዝኽእሉ ሓፀርቲ ኮርሳት ተዝወስዱ ኣብ ነብሶም ተዝሰርሑ ነይሮም ኣብ ነብሶም ነብሶም ከዕብዩ ተዝፅዕሩ ነይሮም ኣታዊታቶም ክዓቢ ብዙሕ ኣይመሸገረ ነይሩ ስለዚ ኩልና ሓንቲ ሓደራ ዝብለኩም መጀመርያ መጀመርያ ኣብ ዕስራን ሓደን ክፍለ ዘመን ኢና ዘለና ነዚ ዘለናዮ ክፍለ ዘበን ክንመስል ክንክእል ኣለና ነቲ ዘሎ ቴክኖሎጂ ክንጥቀመሉ ክንክእል ኣለና ነቲ ዘለናዮ ዓዲ ከነፅንዖ ክንክእል ኣለና እንታይ ዓይነት ሲስተም እዩ ዝጥቀም እዚ ዓዲ ኣብ ዝተፈላለየ ቦታ ክንህሉ ንኽእል ኢና ኣብ ኣፍሪካ ኣብ ኣሜሪካ ኣብ ኤሮፓ ኣብ ዝተፈላለየ ቦታ ክንህሉ ንኽእል ኢና ግን ነፅንዓዮ እቲ ዓዲ እንታይ ዓይነት ሲስተም እዩ ዝጥቀም ኣብዚ ዓዲ ዘለዉ እቶም ዕዉታት ንብሎም ሰባት ከመይ ገይሮም እዮም ኣውለት እዮም ነቶም ሰባት ነፅንዓዮም ዝፀሓፍዎ መፅሓፍቲ ነንብቦ ናቶም ኢንተርቪው ንስማዕ ሽዑ እቲ መገዲ ናቶም ክበርሃልና እዩ ምክንያቱ ዓወት ኣሰር ይገድፍ እዩ እቲ ኣሰር ናቶም ተኸቲልና ኣብቲ ናቶም ዓወት ክንበፅሕ ካብ ብዙሕ ኣየፀግመናን እዩ ነቲ ዘሎ ዓዲ ግን ነፅናያ መጀመርያ እቲ ዘሎ ክፍለ ዘመን ንፍለጦ ብናይ ቀደም ኣተሓሳስባና ነዚ ዘሎ ሕጂ ክንስዕሮ ወይከዓ ክንገጥሞ ኣይንኽእልን ኢና ነዚ ሕጂ ዘሎ ዘመን ወይ ነዚ 21 ክፍለ ዘመን ንብሎ ዘለና ክንገጥሞ ድሕር ኮይና ንዕኡ ክንመስል ኣለና ምስ ቴክኖሎጂ ክንላለ ክንቀል ኣለና ናይቲ ዓዲ ሲስተም ናይቲ ዓዲ ኣካይዳ ክንፈልጦ ኣለና መእተዊ መውፅኢታቱ ፅቡቅ ጌና ክንፈልጦ ኣለና ምናልባት ናይ ቋንቋ ፀገም ክህልወና ኸእል ፀገም የለን ምናልባት ሓደሽቲ ክንከውን ንኽእል ኢና ነቲ ዓዲ ፀገም የለን ምናልባት ምስቲ ወዲ ዓዲ ክትወዳደር ከለኻ ንዕኡ ቀሊል ክኸውን ይኽእል ግን ፀገም የለን ዕፅፍናቱ ፀዓር That's it መፍትሒኡ ሓደ እዩ ነቲ ንሱ ዝገብሮ ዘሎ ዕፅፍ ናቱ ሰዓት ድሕሪ ሕልፍ ኣለዉ ንስኻ እቲ ሰለስተ ሰዓት ኣሕልፍ ኣብ መጨረሽኡ ግን እትደልዩ ንደለኻ ነገር ክትበፅሖ ብዙሕ ዘፀግም ነገር ኣይኮነን ምክንያቱ ሎማዓንቲ ዘካፍለኩም ደለኹ ኣብ ሂወተይ ዝገበርክዎ ነገር እዩ ዘካፍለኩም ደለኹ ኣብ ኩልኹም ነዚ መገዲ ዝተጠቂምኩም ኣብ ነብስኹም ክትሰርሑ ቫልዩ ኹም ከተዕብዩ እሞ ኣታዊታትኩም ከተዕብዩ ክትክእሉ እንዳተማሕፀንኩ ናይ ሎማዓንቲ ፕሮግራሚ እዚኣ እያ ነይራ ትጠቅም ኢልኩም ድሕሪ ሓሲብኩም ናብ ካልኦት ሰባት ሼር ግበርዋ ላይክ ምግባርኩም ኣይትረስዑ ኣብ ቀጻሊ የራኽበና ዕውታት ሰባት ብሓንሳብ ሌትስ ጎ ንስኻ ብሉፅ ኢኻ ንስኺ ብልፅቲ ኢኺ ሎሚ ብልፅቲ እያ ንሕና ብሉፃት ኢና ምኽንያቱ ንሕና ብኣምሳል ፈጣሪ ዝተፈጠርና ብሉፃት ሰባት እምበር እንስሳ ኣይኮናን ዝመጸ ተመጸ ኣይሰዓርን ዘጋጠመ ተጋጠመ ተስፋ ኣይቆርጽን ንኹሉ ስዒረ ኣብ ዓወት ክበጽሕ እየ ምኽንያቱ ፈጣሪ ኣብ ሂወተይ ክጥቀመሉ ካብ ዝኽእል ንላዕሊ ኣእምሮ ሂብኒ እዩ ስለዚ ተራ ሂወት ተለማሚደ ኣይነብርን ንዓይ ብሉጽ ሂወት ይግበኣኒ እዩ ነዚ ከኣ ዝኽፈል መስዋእቲ ብምሉኡ ክኸፍል ድልው እየ።